ደቂ ኣይንኣለም። ንዓና ጥራይ ይርሃወና ከይበሉ ናይታ ዓባይ ገዛ ብርሃን ክውልዑ ደቂ ኣይንኣለም ወዮ ናቱ መሃሲሳ ወላዲት ተፈሲሓ ብምኽፋላ ዝያዳ ረቢሓ ዘይኮነትሲ እቲ ልቢ ዕብያ ሓሊፎም ጀጋኑ ንስለ ናጽነት ሓሙሽተ ኣጉባዝ ፍረ ሓደ ማህጸን ግንባሮም ንዓረር ንኸንግሱ ፍትሒ መግዛእቲ ክበርስ ናይ ደገ ናይ ውሽጢ ስእሉ ምባእ ናይ ናጽነት ሰብ ቅያ ጀጋኑ ኣርሒቆም ሓሲቦም ከይድገምቲ ናይ ትማሊ ትንእሽቶይ ሓዎም ከይሃርሞ ቁሪ ድሕሪኦም ክርህዎ ክገድፍ ሓድጊ እቲ ሓረግ ክቅጽል ከይጸንት እቲ ዘርኢ ክቅጽል ወለዶ እቲ ናይ እንዳ ኣይንኣለም ዑና ከይትቅየር ከይትበርስ ኣጉዶ ግራት ውን ከይቃርን ከይስእን ዝሓርሶ
ቅሰኑ ሰማእታትና ዘለዓለማዊ ቅሳነት ብደም ኣዕፅምትኹም ወጊሓያ እዛ መሬት ብርሃን ክትልግሱና መኺኽኩም ከም ሽምዓ ክብርን መጎስን ንዓኹም ፈጺምኩም ኢኹም መብጽዓ
ኣስላማይ ክሰነ
እንታይ እዛ ሳዋ ትበሃል ዓይኒ ዘይብላ ምስ ሳሕል ናቅፋ ከይተዘራረባ ሓሙሽተ ከፊላስ ገና ካሊእ ደልያ ነታ ሓንቲ ዓይኒ ምንጥል ኣቢላታ ስክፍ እኳ ኣይበለትን መንከር ሑው ኢላ ትንዳ ጀጋኑ ገዛ ክዕጾ ብሂጋ ኣጉዶ ኣብሪሳቶ ሓዲጋ እቲ ቪላ ኣደ ምስክነይቲ ኣይገበረትን ዕድል መዋፍርቲ ደቃ ኣይወርዘዩን ፍጹም መናድቕ ገዛኣ በሳእል መሊኦም ትወርቅን ዘውድን ኣቢሎሞ ናብኦም ኣይቀነዩ እኳ ቁሩብ ሽዓ እንድዮም ደርብዮመን ህጣመን ጠፊኡ እታ ሕድርን ሽዳን ምስክነይቲ ኣደ ጸጉራ ብድርሙሙ ሓሙሽተ ከይኣኽሉ ሓደ ተወሲኹ ተደሚሩ ቁጽሮም ሽዱሽተ በጺሑ። ዕላማ መስዋእቶም ኣብ ሓደ ነቒጹ። መሬት ሓራ ኮይና መቓብር ከይስእኑ ፍትሕን ሕግን ግና ብውሕዳት ተጨውዩ። ቃላት ቁዛመ ከይወጽእ ሓንጊዱ ብእህህታ ጥራይ ጎሮሮ ላሕቲቱ እቲ ንብዓቱ ንውሽጢ ፈሲሱ ንዘይረኣ ክሕግዝ ንዝረኣ ገዲፉ ዝነቐጸ ልቢ ከተርክስ መሪጹ ደቂ ኣይንኣለም ሞገስ ይብጻሕኩም ንሕናስ ተሓቢንና በቲ ጅግንነትኩም ኣብ ዝፋኑ የንብርኩም እቲ ልዑል ፈጣሪ መብጽዓ ይኹነና ክነግህዶ እቲ ሕልሚ ፍልልያትና ገዲፍና ክንነብር ብፍቕሪ ኣብ ሃገር ከነስፍን ሕጊ ምስ ፍትሒ ናጻ ክኸውን እዩ መሬት ምስ ህዝቢ ክብርን ሞገስን ንስውኣትና።
ቅዱስ መስዋእትኹም ሰላም ሰፊኑ ላዕላውነት ጨቢጣ ሃገር ከቢራ ባንዴራ ኣንበልቢላ ሰሲና ኤርትራ